ሰላም ጋይስ ከመይ ኣለኹም? ንሎሚ እውን ከምቲ ልሙድ ሓንቲ ብልጽቲ ፊልም ኢና ሒዝናልኩም ቀሪብና ዘለና። ነዛ ቻነል ሓደሽቲ እንተኾይንኩም ሳብስክራይብ፣ ላይክ፣ ሼር ምግባርኩም ኣይትዘንግዑ። ናብታ ናይ ሎሚ ትሕዝቶና ከሰጋግረኩም። ታሪኽና ዝጅምር ኣብዛ ከተማ ውሽጢ ኣሎ ዝተብሃለ ዴኒ ዝተብሃለ ናይ ሓሽሽ ነጋዴ እንዳርኤና እዩ ዝጅምር። ዴኒ ዓብዪ እንዳ መስተ ዘለዎ ኮይኑ ካብቲ እንዳ መስተ ብድሕሪት ዘሎ ስውር ክፍሊ ውሽጢ ድማ እቶም ሓሽሻት ዝቕመሙሉ ቦታ እዩ። እዚ ዓብዪ ናይ ገበን ስራሕ እውን ምስ ወዱ ጆጆ ብሓባር ብምዃን እዮም ዝሰርሕዎ። ካብ ወዱ ጆጆ ቀፂሉ ድማ ካብ ልቡ ዝኣምኖ ፊል ዝበሃል ዓርኪ ኣለዎ። ብጣዕሚ ዝገርም ነገር ግን ፊል ንዕኡ ሰሊሉ ንምሓዝ ዝተለኣኸ ፖሊስ ከም ዝኾነ ኣይፈልጥን ነይሩ። ፊል እውን ክሳብ ሕጂ ምስኡ ብምዃን ኢድ ብኢድ ንከትሕዞ እዩ ነይሩ እንዳሰርሐ ዝኸረመ። ሕጂ እውን ፅቡቕ ሰዓት ምዃኑ ፈሊጡ ፖሊሳት ንክመፁ ደዊሉ ይነግሮም። ብጣዕሚ ብዙሓት ፖሊሳትን ወተሃደራትን እውን ተዓጢቖም ናብቲ እንዳ መስተ ይመፁ። ድሕሪ ብዙሕ ናይ ተኩሲ ልውውጥ ድማ ኣብ መጨረሻ ፖሊስ ነቲ እንዳ መስተ ይቆጻጸሮ። ዴኒን ወዱ ጆርጆን ግን ብመኪና ምስ ኣምለጡ ፊል ብሞተር ተኸቲሉ ይሕዞም። እቲ ኣቦ ዝኾነ ዴኒ ምትሓዙ ፈሊጡ ምስ ተኣሰረ ወዱ ጆርጆ ግን ብፖሊስ ካብ ዝተሓዝ ኢሉ እንዳተኸራኸሮም ከሎ ኣብኡ ተኩሶም ይቐትልዎ። ኣቡኡ ናይ ጆርጆ ድማ ወዱ ጆርጆ ፊት ንፊቱ ምስ ተቐተለ ብህልኽን ብሕርቃንን ንፊል ከምዚ ከምዚ ገበርካ ኣይትተርፍን መዓልትኻ ተጸበ ክቀትለካ እየ ንክሕደትካ ዋጋ ትኸፍለሉ ኢኻ ኢሉ ይፍክረሉ ፊል ውን ምንም ዋላ እኳ ብፖሊስ እንተትሐዞም ጆርጆ ምሟቱ ግን ናይ ፊል ልቢ ውን ሰቢርዎ እዩ ዴኒ ውን ዕድመ ልክዕ ተፈሪድዎ ናብ ቤት ማእሰርቲ ይኣቲ ፊል ውን ናይ ፖሊስነት ስርሑ ገዲፍዎ እዩ ዴኒ ዋላ እኳ እንተተኣሰረ ግን ኢድ ነዊሕ ስለዝኾነ ከምዘይለቆ ተረዲእዎ ናብ ሓንቲ ንእሽተይን ብዙሕ ዘይትፍለጥን ከተማ ብምኻድ ናብርኡ ኣብኡ ምስታ ንእሽተይ ጓሉ ሃይል ይጅምር። ድሕሪ ክልተ ዓመት ድማ ታሪኽና ናብ ሓደ ቃዳማይ ደረጃ ቤት ትምህርቲ ይወስደና። ኣብኡ ድማ ናይ ፊል ጓሉ ማዲ፣ ቴዲ ዝተባህለ ቆልዓ እንዳለኸፋ ንርእዮ። ማዲ ውን ዋዛ ኣይነበረትን። ናይ ኣቦኣ ዝሓዘት እያ ትመስል ቅጥቅጥ ኣቢላ ደም ብደም ትገብሮ። ፊል ድማ ቲቱ ምስ ዝተባህለት ጎረቤቱ ኮይኑ ኣብቲ ካንሸሎ ውሽጢ ስራሕ እንዳ ሰርሑ እዩ ነይሩ። ስልኪ ውን ተደዊልሉ ብጓሉ ማዲ ጉዳይ ኣብቲ ቤት ትምህርቲ ከም ዝድለ ይንገሮ ናብኡ ይኸይድ። ኣብኡ ምስ በጸሐ ውን ናይቲ ተወቃዒ ወላዲት ኣዲኡ ካሲና ናብኡ ድማ ጂሚ ኣብኡ ይረኽቦም። ካሲ ጓልካ ንወደይ ወቒዓቶ እያ ብምባል ንፊል ትጸርፎ። ፊል ድማ ጽንሒ ተረጋግዒ ብምባል ነታ መምህር ኸዋግዓ ብምባል ናብታ መምህር ዘላቶ ክፍሊ ይኣቲ ካብኡ ጓሉ ተባኢሳ ዘይኮነትስ ንባዕላ ንምክልኻል ከም ዝኾነ ንኣቦኣ ትነግሮ ኣቦኣ ውን ይኣምነኪ እየ ኢሉ ነታ መምህር ይቅርታ ሓቲቱ ይወጽእ ቀጺሎም ውን ኣቦን ጓልን ናብ ገዝኦም እንዳኸዱ ናይቲ ተወቃዒ ቆልዓ ቤተሰብ ጓልካ ንወድና ይቅርታ ክትሓቶ ኣለዋ እንዳበሉ ንፊል ይሓትዎ ፊል እውን ጽናሕ ተረጋጋዕ ኢሉ ንናይቲ ዝተወቅዐ ቆልዓ ኣቦኡ ከረጋግዖ ምስ በለ፣ እዛ ጓልካ ኢሉ ንጓሉ ምስ ጸረፈሉ፣ ፊል ብጓሉ ንዝመጾ ሕርቃኑ ምቁጽጻር ስለ ዝኣብዮ፣ በዚ ምኽንያት ድማ ናይቲ ቆልዓ ኣቦኡ ወቒዑ ምስ ኣውደቖ ኣብ መሬት የደቅሶ። ኣብቲ ከባቢ ዝነበረ ፖሊስ መጺኡ ድማ ምስ ኣተዓረቖም ድሕሪኡ እቲ ፖሊስ ናይቲ ቆልዓ ኣቦኡ ሓይሊ ከም ዘለዎ ሰብ ካልእ ባእሲ ኣይትፍጠር ኪድ ስቕ ኢልካ ኢሉ ይመኽሮ። ንፊል ድማ እዞም ቤተሰብ እዚኦም ምንም ጥዕና ዝብሃል ስለ ዘይብሎም ንዒቕካ ግደፎም ብፍላይ እታ ኣዲኡ ንእሽተይ ኣእምሮኣ ስለ ዝሕማ ትገብሮን ትናገሮን ነገር ምንም ኣይትፈልጥን ብምባል ንፊል ኣረጋጊዑ ይሰዶ ካሲ ግን ስብኣያን ወዳን ስለ ዝተሃረሙ ጭራሽ ቂም ሒዛ እያ ነይራ ኣብቲ ምሸት ድማ ጀምስ ዝተብሃለ ናይ ካሲ ሓው ንሪኦ ጀምስ ብሕቡእ ኣብ ጫካ ውሽጢ ሓሽሽ ዘምርት ውልቀ ሰብ እንትኸውን፣ ንሓፍቱ ካሲ እውን ሓሽሽ ንኽትጥቀም ይህባ ነበረ። ሕጂ እውን ንህጹጽ ጉዳይ ከም እትደልዮ ተዛሪባ ናብ ገዛኣ ይመጽእ። ቀጺላ እውን ሓደ ፊል ዝተበሃለ ሰብ ንስብኣያን ንወዳን ከም ዝሃረሞም ተዛሪባ ሕነ ንኽፈድየላ ትሓቶ። ጀምስ እውን ከም ዓብዪ ሓዋ ምዃኑ መጠን እሺ ይብላ። ክኸይድ ምስ በለ፣ ሎማዓንቲኸ ኣይትህበንን ዲኻ ኢላ ሓሽሽ ትቕበሎ። ኣብቲ ዝቕጽል መዓልቲ፣ ፊል ንጓሉ ናብቲ ቤት ትምህርቲ ንኸፋንያ ይኸይድ። ብኡ እንከሎ ድማ ናብቲ ቤት ትምህርቲ ይኣቲ። እታ መምህር ድማ ምስቶም ዝወቕዖም ቤተሰብ ንኸተተዓርቖን ናይ ጓሉ ማድውን መዓልቲ ውልደታ እንዳበጽሐ ስለዝኾነ ከመይ ከም ዝኸውን ክተዛርቦ ትፍትን። ፊል ድማ በቃ ንስኺ ብዙሕ ሰብ ስለ ትፈልጢ ካብ ቆልዑትን ካብ መምህራንን ንመዓልቲ ውልደታ ተትጋብዝለይ ደስ ምበለኒ ኢሉ ይሓታ። እታ መምህር ሱዛን ውን ጸገም የብሉን ኣይትሕሰቢ ኢላ ትሰማማዕ። ካብኡ ምስ ወጸ ድማ ቀጥታ ናብቲ ዝተወቐዐ ቆልዓ ናብ ናይ ኣቡኡ ስራሕ ናብ ጂሚ ይኸይድ። ኣብኡ እውን ብዛዕባ እቲ ዝተፈጠረ ነገር ኩሉ ካብ ልቢ ይቅር በልለይ ኢሉ ንጂሚ ይቅርታ ይሓቶ። ጂሚ ድማ ይቅርታ ይገብረሉ። ካብኡ ብሰላም ይፈላለዩ። ኣብቲ ምሸት እውን ፊል ናብ ገዝኡ ምስ ኣተየ ነዳዲ ክመልእ ኢሉ ኣብ ሓደ ናይ ነዳዲ ማድያ ጠጠው ኢሉ እንዳቀድሐ እንዳሃለየ ግን ካብ ዝመፅኡ ከይተብሃለ ሓደ ሰብኣይ ይመፅእ እሞ ይወቅዖ። ፊል እውን ከም ገለ ኢሉ ርእሱ ምስ ኣላቀቀ። ነቲ ሰብ ብደንቢ ገይሩ ወቒዑ ይሰዶ። እቲ ሰብ ግን ናይቲ ተወቃዒ ቆልዓ ኣዲኡ ናይ ካሲ ሓዋ ጀምስ ዝለኣኾ ቀታሊ ነብሲ እዩ ነይሩ። ነቶም ዝለኣኾም ሰባት ከም ዝተቐጥቀጡ ምስ ሰመዐ ድማ በቃ ነዚ ጉዳይ ባዕለይ ክውድኦ ኣለኒ ይብል። ብኻልእ ምርኢትና ድማ ኣቦን ጓልን ፈረስ እንዳጋለቡ እንዳተዘናግዑ እንዳሃለዩ ካብ ገዝኦም ምርሓቖም ሪኡ ገዝኦም ሰይሩ ይኣቲ፣ ኣብቲ ውሽጢ ድማ ዝጠቅም ንብረት እንተረኸበ ምእላሽ ይጅምር። ናይ ፊል ናይ ቀደም ወረቐት ምስ ረኣየ፣ ፊል ፖሊስ ከም ዝነበረን ነቲ ተፈላጢ ሓሽሽ ነጋዴ ኒዴኒ ከም ዘእሰሮን ወዱ እውን ከም ዝቐተሎ ካብቲ ወረቐት ይርኢ። ጄምስ እውን ነብሱ ናብ ናይ ሓሽሽ ንግዲ ስለ ዘእተወ ንዴኒ ይፈልጦ እዩ ነይሩ። ቀጺሉ ድማ ነቲ ወረቐትን ናይ ማዲ ድሙን ነታ ባምቡላኣን ሰሪቕዎም ይኸይድ። ኣብቲ መዓልቲ ምሸት እውን ማዲ ድሙኣን ባምቡላኣን ከም ዝጠፍኣ ተስተውዕል። እቲ ነገር እውን ንኣቦኣ ምስ ነገረቶ፣ ንስኺ ደቅሲ ኣነ ክእልሸልኪ እየ ኢሉ ምእላሽ ይጅምር። ካብኡ እታ ባምቡላ ክሳዳ ተቖሪጹ ኣብ ተኽሊ ተንጠልጢላ ይረኽባ። እታ ድሙ ግን ክረኽባ ኣይከኣለን። ጀምስ ድማ ዝሰረቖ ወረቕት ኮፍ ኢሉ እንዳገላበጠ፣ ዴኒ ሕጂ እውን ተኾነ፣ ናይ ወዲ ደም ሕነ ክፈዲ ከም ዝደሊ ይርድኦ፣ እዚ ድማ ንዕዑ ጽቡቕ ኣጋጣሚ እዩ ነይሩ፣ ምኽንያቱ ዴኒ ክሳብ ሕጂ ንፊል ናይ ወዲ ደም ሕነ ዝፈድየሉ ሰብ ስለ ዝደሊ፣ ጄምስ ድማ ፊል ኣበይ ከም ዝነብር ተናጊሩ ንዴኒ ውዕለታ እንተ ውዒሉሉ ዴኒ ብተመሳሳሊ ውዕለትኡ ከም ዝምልሰሉ ይፈልጥ እዩ፣ ውዕለትኡ ድማ ናይ ዓርሱ ናይ ሓሽሽ ንግዲ ንምስፍሕፋሕ ከም ዝጥቀመሉ ሓሲቡ። ጉዳይ ዴኒ ኣብ ቤት ማእሰርቲ ስለ ዝኾነ፣ ብናይ ዴኒ ጠበቓ ገይሩ ክውድእ ብምሕሳብ፣ ንኣፍቃሪቱ ሼሊ ኩሉ ነገር ምስ ነገራ፣ ድሕሪኡ እዚ ወረቐት እዚ ወሲድኪ ንናይ ዴኒ ጠበቓ ሃብዮ፣ ንሱ ኣብ ቤት ማእሰርቲ ስለ ዝርከብ ጉዳይ ብምሉኡ ንሱ ብደንቢ ክገልጸሉ'ዩ ይብላ። ብጽባሒቱ ድማ ፊል ናብ ጂሚ ብምኻድ ትማሊ ንስኻ ዲኻ ናይ ጓለይ ድሙን ባምቡላን ዝወሰድካ ኢሉ ይሓቶ። ጂሚ እውን ብፍጹም ብዛዕባ እቲ ዝትናገሮ ዘለኻ ምንም ነገር ዝፈልጦ ነገር የለን ኢሉ ይምልሰሉ። ጂሚ ዝብሎ ዘሎ ኣሚኑ ንስኻ እንተዘይኮይንካ እሺ ኢልዎ ይኸይድ። ንጓሉ እውን ሓድሽ ባምቡላ ምስ ገዘኣላ ድሕሪኡ ናብ ቤት ትምህርቲ ሒዝዋ ይኸይድ። ኣብኡ እውን እቲ ዝተሃረመ ቆልዓ ምስ ኣዲኡ ካሲ ምስ ረኣዮም ጸዊዖም ይቅርታ ይብልዎ እሞ ኣብዚ ሰሙን እዚ ናይ ጓሉ ናይ ውልደት መዓልቲ ስለ ዝኾነ ምስ የዕርኹታ ንዓይላ ነቲ ዝወቕዐቶ ቆልዓ ትጋብዞም። ኣብ ክልቲኦም ቤተሰባት ማእኸል እውን ነገራት ብዕርቂ ተፈቲሑ ሰላም ይኾን። ናይ ጀምስ ኣፍቃሪት ሼሊ ድማ ናብቲ ከተማ ብምኻድ እቶም ፋይላት ብምሉኦም ንናይ ዳኒ ጠበቓ ትህቦ። እቲ ጠበቓ እውን ናብ ቤት ማእሰርቲ ብምኻድ ኩሉ ነገር ንዴኒ ይነግሮ። ዴኒ እውን ንጠበቕኡ ነቶም ሰራሕተኛታት ኩሎም ኣክቦም እሞ ንፊል ንክቐትልዎ ናብቲ ዝነብረሉ ከተማ ልኣኮም ይብሎ። ፊል ድማ ንናይ ጓሉ መዓልቲ ውልደት ምስ ጎረቤቱ ቲቱ እንዳስተኻኸለ ብዛዕባ ናይ ካሲ ሓዋ ጄምስ ንፊል ይነግሮ። እዚ ጄምስ ዝተብሃለ ሓዋ ብሕቡእ ሓሽሽ ኣብቲ ጫካ ከም ዘምርትን ብዙሕ ገበን እውን ከም ዝሰርሕን ይነግሮ። ሓሽሽ ዘምርተሉ ቦታ እውን ኣብኡ ከም ዘሎ ይነግሮ። ብጽባሒቱ ናይ ጓል ማዲ መዓልቲ ውልደት ደስ ብዝብል ዓይነት ምስ ናይ ቤት ትምህርቲ ኣዕርኽታን መማህራን ብዝገርም የኽብረላ። ኣብቲ ከተማ ድማ ናይ ደን ሰባት ናብ ሼሊ መጺኦም ናይ ፊልም መንበሪ ገዛ ኣርእይና እንዳበሉ ይዛረብዋ። ናይ ደኒ መኸትል ዝኾነ ሃንክ ዝተባህለ ሰብ መጺኡ የዋግዓም። ሼሊ እውን እወ ብምባል ጉዕዞኦም ናብ ናይ ፊል ከተማ ይገብሩ። ጀምስ ድማ ምሸት ናብ ሓፍቱ ብምምጻእ ናይ ፊሊ ነገር መስመሩ ኣትሒዘዮ ኣለኹ ካብ ሕጂ ንደሓር ከይትረኽብዮ ሎምዓንቲ ኬድኪ ናይ ጓል መዓልቲ ውልደት ከም ዘኽበርኪ ሰሚዐ እየ ይብላ ካሱ ውን እሺ ንእሽተይ እንተሒዝካ ሃበኒ ምስ በለቶ ንሱ ውን ክተቋርጺ ኣለኪ ካብ ሕጂ ንደሓር ኣይህበክን እየ ይብላ ካሱ ውን ብናይ ሓዋ መልሲ ብጣዕሚ እንዳሓረቀት ስብኣያ ውን እንዳተጨቃጨቁ ሰሚዑ ይወጽእ እሞ ሰበይቱ ኣእትዩ ንጀምስ በጃኻ ካብ ሕጂ ንደሓር ንሓፍትኻ ትሓስብ እንተ ኾይንካ እዚ ነገርዚ ከይትህባ ይብሎ። ኣብቲ ፍርቂ ለይቲ ድማ ፊል ቀደም ካብ ዝሰርሖ ፖሊስ ጣብያ ተደዊሉ ኣብቲ ንሱ ዝነብረሉ ከባቢ ጀምስ ዝተብሃለ ሰብ ሸሊ ምስ ትብሃል ኣፍቃሪቱ ብምዃን ናይ ሓሽሽ ንግዲ ከም ዘካይዱ ወረ ስለ ዝበፀሖ ፅባሕ ኪድሞ ኣፃር ብምባል ንፊል ጀምስ ሓሽሽ ዘምረተሉ ቦታ ይነግርዎ። ብጽባሒይ ክፍል ናብቲ ዝተባህሎ ቦታ ከይዱ ምስ ኣጻረየ፣ ናይ ጀምስ ናይ ሓሽሽ መቃኣሚ ገዛ ይረኽቦ። እቲ ገዛ ልክዕ መብራህቲ ምስ ኣብርሁ ንክፍንጀር፣ ኣብቲ ገዛ ውሽጢ ዘለዉ ኣቑሑት ኩሎም ብጋዝ የተሓሓዞም። ናይቲ መብራህቲ ቆጻሪት'ውን ምስ ኣተሓሓዞ፣ ንሱ ግን ቀስ ኢሉ ይወጽእ። ናብ ናይ ጀምስ ገዛ ድማ ኣፍቃሪቱ ሸሊ፣ ዴኒ ዝለኣኾም ሰባት ሒዛ ትመጽእ። ጀምስ ድማ ንሓደ ሰብ ፊሊ ዝኹሉ ሰብ ምልኣኹ የደናግሮም። በቃ ንሳ ናይ ፊል ገዛ ተርእየኩም እያም። ኣነ ኣብዚ ክጽበየኩም እየ፣ ንስኺ ኣርእዮም። ግን ብፍጥነት ንዕ ኢሉ፣ ንኣፍቃሪቱ ነቶም ሰባት ሒዛ ብለይቲ ናብ ናይ ፊል ገዛ ይኸዱ። ኣብቲ ምሸት እውን እቶም ሰባት ናብ ናይ ፊል ገዛ ይኸዱ እሞ ኣጋጣሚ ኮይኑ ግን ናይ ፊል ጎረቤት ቲቱ ዝረሰዖ ንብረት ክወስድ ናብ ናይ ፊል ገዛ ይመጽእ። መሳርሒ ዝተዓጠቑ ሰባት ምስ ረኣየ ግን ብፍጥነት ናይ መኪና ክላክ ይገብር። ካብኡ ግን እቶም ሰባት ብሽጉጥ ማእገሩ ኢሎም የውድቕዎ። ፊል እቲ ጎረቤቱ ዝሃቦ ምልክት ተረዲእዎ ጓሉ ናብ ታሕቲ ይወስዳ እሞ ስልኪ ሂብዋ ናብ ፖሊስ ደውል ይብላ። ቀጺሉ ግን ንሱ ሽጉጥ ሒዙ በይኑ ይታኮሶም። ማዲ ናይ ኣቦኣ ነገር ብጣዕሚ ኣፍሪሕዋ ናብ ላዕሊ ወጺኣ ምጉያይ ትጅምር። ኣቦኣ ምስቶም ሰባት እንዳተታኾሰ ንጓሉ ብድሕሪኣ ምክትታል ይጅምር። ካብቶም ሰባት እቲ ሓደ ንጓሉ ብሽግጥ ክወቕዓ ምስ በለ ፈጢኑ ብድሕሪኡ ወቒዑ የውድቖ። ጓሉ ሒዙ ክምለስ ምስ በለ ናይቶም ሰባት ሓላፊ፣ ሃንክ፣ ንፊል ወቒዑ የውድቖ። እታ ጓል'ውን ብዚ ነገር'ዚ ተደናጊጻ ናብቲ ጫካ ትጎዪ። ፊል'ውን ድሕሪ ንእሽተይ ባእሲ ነቲ ሰብ ቐቲሉ ይድርብዮም። ጓል ማዲ ኣብቲ ጫካ እንዳዞረት ሼሊ ረኺባታ ናብታ መርከብ ተእትያ እሞ ሒዛታ ናብ ኣፍቃሪኣ ጀምስ ትወስዳ። ናብቲ ቦታ ምስ በጸሐ ድማ ሼሊ ንጓሉ ሒዛታ ከይዳ። ፈጢኑ ናብ ገዝኡ ምስ ተመለሰ ፖላይስ ገዝኡ ከብዎ። ጎረቤቲቲ እውን ከም ዕድል ኮይኑ ፋሕጠርጥር እንዳበለ ይረኽቦ። ካብኡ ጓሉ ቅድም ኢሉ ብዝሃባ ስልኪ ደዊላትሉ ሒዛታ ትኸይድ ዘላ ሰበይቲ ናብቲ ጫካ ዝርከብ ናይ ሓሺሽ መቃም ቦታ ከም ዝኾነ ብስልኪ እንዳዋግዐት ሴሚዐያ'የ ብምባል ንኣቦኣ ትነግሮ። ኣቦኣ'ውን ኣበይ ከም ዝኾነ ሽዑ ንሽዑ ምስ ተረድኦ ናይ ሓደ ፖሊስ መኪና ሒዙ ናብኡ ይኸይድ። ሼሊ'ውን ናብ ኣፍቃሪኣ ጀምስ በጺሓ ዝተፈጠረ ኩሉ ነገር ትነግሮም። ናይ ፊል ጓል'ውን ንምንታይ ናብዚ ሒዝክያ መጺኺ ሕጂ ፖሊስ ሒዙ እንተመጺኡ ተታሒዝና ማለት እኮ'ዩ ብምባል ካብ መጠን ንላዕሊ ይሓርቕ። ሕጂ ኣብ ዝኾነ ቦታ ወሲድኪ ሕብእያ እንዳበለ እንዳሃለየ ሓፍቱካስ ትመጽእ ክልተ ኣሕዋት እንዳትጨቃጨቁ እንዳሃለዩ ማዲ ኣብ ውሽጢ ኮይና ዓው ኢላ ትበኪ ካሱ ውን ማዲ ንኽተውጽኣ ሓሲባ ናብ ውሽጢ ኣቲዋ መብራህቲ ምስ ኣብርሀቶ ትማሊ ፊላት ተሓይዝዎ ዝነበረ ሓዊ ተላዒሉ እቲ ገዛ ብሓደ ግዜ ይፍንጀር ከም ዕድል ኮይኑ ግን ካስን ማድን እታ ሓዊ ከይነኸኣን ፈጢነን ይወጻ። ካሲ እውን ንማድ ሒዛታ ክትከይድ ምስ በለት ጀምስ ኣብዚ ጉዳይ ኣይምልከተክን ብምባል ኣብ ከብዳ ሽጉጥ ይትኩሰላ። ንማድ ሒዙ እውን ብመኪና ይኸይድ። ኣቦኣ ፊል ግን ኣብቲ ቦታ በጺሑ ንጀምስ ብድሕሩ የጓዩ። ድሕሪ ብዙሕ ምጉያይ እውን ፖላይስ ኣብ ፊት ንፊት መንገዲ ዓጽዮም ንጀምስ ጠጠው የብልዎ። ጀምስ ድማ ካብ መኪና ወሪዱ ክኸይድ ግደፉኒ ተዘይኮይኑ ንዓኣ እየ ኣብዚ ዝቐትላ ብምባል ንቶም ፖሊሳትን ኣቦኣን የፈራርሖም። ኣብዚ ሰዓት ፖላይስ ናይ መጨረሻ መጠንቀቕታ ንህበካ ኣለና ብምባል ሽጉጥ ናብ ላዕሊ ምስ ተኮሱ ጀምስ ይዘናጋዕ እሞ ኣብዚ ሰዓትዚ ፊል ፈጢኑ ይመጽእ ነቲ ሽጉጥ እውን መንጢሉ ወቒዑ ምስ ኣውደቖ ሽጉጥ የጻውደሉ ክቐትሎ ምስ በለ ጓሉ ፊት ንፊት እንዳረኣየት ስለ ዝነበረት ይገድፎ ኣብ መወዳእታ እውን ሼሊን ኣፍቃሪኣ ጀምስን ይእሰሩ ካሲን እቲ ጎረቤት ቲቱን ድማ ኣምቡላንስ መጺኣ ናብ ሆስፒታል ትወስዶም እምበኣርከስ ክቡራት ተኸታተልትና ናይ ሎሚ ታሪኽና ፊል ናብ ቤት ማእሰርቲ ከይዱ ንዳኒ እንዳሓተተ እንከሎ ፊልምና ኣብዚ ትውዳእ። እምበኣርከስ ክቡራት ተኸታተልትና ናይ ሎሚ ፊልምና ነዚኣ ትመስል ኔራ ክሳብ ብኻሊእ ፊልም ንራኸብ ሰናይ ቅነ።